ገዛእ ርእስኻ ምፍቃር ንገዛእ ርእስኻ ማዕረ ክንደይ ተፍቅር? ምኽንያቱ ዋጋ ናይ ገዛእ ርእስኻ ምፍቃር እንተ ተረዲእካ ምስቶም ዋጋኻ ዘይርድኡ ዓይነት ሰባት ኣይክትመሓዞን ኢኻ። መብዛሕትኦም ሰባት ዝንቀሳቐሱ ውሽጦም ጥርሑ እንከሎ እዮም። ናይ ገዛእ ርእሶም ሰንስ ማለት ትርጉም የብሎምን። ናይ ገዛእ ርእስኻ ምፍቃር ትርጉም የብሎምን። ገዛእ ርእስኻ ምፍቃር ክብል እንከለኹ ምስ ህቡብነት፣ ገንዘብ ወይ ደጋዊ ንዋይ ኩሎም እዞም ኣሉታዊ ሓንጎልካ ዝሓስቦም ዘተሓሕዝ የብሉን። እዚ ከመይ ዓይነት መልክዕ ኣለካ፣ እንታይ ዓይነት መኪና ትዝውር፣ ምስቶም ኩሎም እንተ ዝህልዉኒ ንገዛእ ርእሰይ ኣብዚሐ ምፈተኹ ነይረ ኢልካ ትግምቶም ዘተኣሳስር የብሉን። እቲ ቀንዲ ወሳኒ ነገር ናይ ገዛእ ርእስኻ ዋጋ ብግቡእ ምፍላጥ እዩ። እዚ ንገዛእ ርእስኻ ዋጋ ንኽርኢ ምስዞም ሰባት እዚኦም ኣብዚ ከባቢ እዚ ክህልው የብለይን ትብለሉ እዩ። ንስኻ ፍተወኒ ኣይትፍተወኒ ብዘየገድስ ኣነ ንገዛእ ርእሰይ የፍቅር እየ ትብለሉ መንገዲ ንምርካብ እዩ። ኣብ ገዛእ ርእሰይ እምነት ኣለኒ፣ ናተይ ዋጋ ይፈልጦ እየ፣ ኣነ ኣብዚ ብህይወት ዘለኹሉ ምኽንያት ህላውነተይ ትርጉም ስለ ዘለዎ እዩ። ህይወተይ ኣብ ምዕባለ ዝርከብ መስርሕ እዩ። ሓደ ከም ሰብ ብፍጹም ይቕረ ዘይብል ብሳይኮሎጂካውን ስምዒታውን መዳይ ፈጺሙ ዝዓነወ እዩ። ንገዛእ ርእስኻ ሓራ ከተውጽእን ከተፍቅርን ንኣባላት ስድራ ቤትካ ይቕረ በል። ንኹሎም ቅድሚ ሕጂ ዝነበሩኻ እሞ ዘይሰርሑ ሕሉፋት ዝምድናታትካ ይቕረ በል። ንኹሎም ኣብ ህይወትካ ብዝተፈላለየ መንገዲ ዝበድሉኻ ሰባት ይቕረ በል። ካብ ኩሉ ድማ ንገዛእ ርእስኻ ይቕረ በል። ይቕረ ምባል ካብቲ ሕሉፍ ካልእ ክኸውን ኔርዎ ዝብል ተስፋ ምስንባት እዩ። ንዓይ ከም ዝመስለኒ ከምቲ መብዛሕትና ንሓስቦ ይቕረ ምባል ማለት ነቲ ኣብ ሕሉፍ ዘጋጠመካ ምቕባል ከም ዝኾነ። እወ ከምኡ እዩ። ነቲ ዘጋጠመ ምቕባል ማለት እዩ። ግን እቲ ዘጋጠመ ቅኑዕ ከም ዝነበረ ትቕበሎ ማለት ኣይኮነን። ሕጂ ኣነ እንታይ ክገብር ኣለኒ? ይቕረ ምባል፣ ምጽማም ወይ ከጋጥም ኣይነበሮን ኢልካ ምምናይ ዘይኮነስ ኣብቲ ሕሉፍ ካልእ ክኸውን ነይርዎ ዝብል ተስፋ ተስፋ ምቑራጽ እዩ። እዚ ድሕሪ ምርደእይ ካብቲ ዝበለጽኩ ኣነ ናይ ምዃን መስርሕ ናብ ዝለዓለ ደረጃ ክድይብ ኣኽኢሉኒ። ምኽንያቱ ብዛዕባ ዝኾነ ይኹን ነገር ቂም ንኸይሕዝ ኣኽኢሉኒ። ንስኻ እውን ከምዚ ኢኻ ክትገብር ዘለካ። ብሕሉፍ ንኸይትእሰር ሒዝካዮ ዘለኻ ቂምታ ምፍናው ማለት እዩ። ህይወት ዓንኬል እያ። ኣብዛ ግዜ እዚኣ እንታይ ዓይነት ኣጋጣሚ ትሙከር ኣለኻ ብዘየገድስ እዚ ኣጋጣሚ ንዘልኣለም ክጸንሕ ኣይኮነን መጺኡ። እንታይ ደኣ ንኽሓልፍ እዩ። ንዘልኣለም ዝነብር ኣጋጣሚ የለን። ኩሉ ይሓልፍ እዩ እዚ ዝዓበየ ብድሆ እንታይ የጋጥም ከም ዘሎ ክፋል ናይዛ ህይወት ኢልና ንጽውዓ ምዃኑ ምርዳእ እዩ ንሳ እውን ትሓልፍ እያ ንስኻ ካብቲ ሕሉፍ ሰቢርካ ክትወጽእ ቁሩብ ክትከውን ኣለካ መታን ትትብህጎ መጻኢ ክህልወካ ንሕሉፍ ከም ዘለዎ ክትቅበል ነቲ ይቕሬታ ዝበሃሎ ይቕረ ክትብል ንገዛእ ርእስኻ ይቕረ ክትብል ኩሉ ኣብ ሕሉፍ ዘጋጠመ ኣብዛ ነጥቢ እዚኣ ከም ዘብጽሓካ ክትፈልጥ ትብዓት የድልየካ ሕሉፍ ግደፎ ካብ ሎሚ ንገዛእ ርእስኻ ኣብ ምምዕባል ኣተኩር ሰባት ንዓኻ ነገራት ክገብሩ ክትዕዘብ ኢኻ ኣጋጣሚታት ከጋጥሙኻ እዮም እቲ ካብ ኩሉ ክትገብሮ ዘለካ ኣገዳሲ ነገር ግን ድሌትካ ተቋጻጺርካ ክሓልፍ ምፍናው እዩ ተንቀሳቐስ ንኽትዓቢ ኣብ ህይወትካ ኣተኪርካ ክትቅጽል እንታይ ኣጋጢምካ ብዙሕ ኣገዳሲ ኣይኮነን እቲ ኣገዳሲ ነገር ብዛዕባ እቲ ዘጋጠመ ሕጂ እንታይ ክትገብር ኢኻ እዩ። ናብቲ ናይ ውልቅኻ ብልጽግና ገጽካ ክትንቀሳቐስ እንተደሊኻ፣ ናይ ብሓቂ ጥዑይ ዝኾነ ህይወት ከተስተማቕር እንተደሊኻ፣ ኣንጻር እቲ ማዕበል ክትከይድ ቁርብነት ከድልየካ እዩ። ስለዚ ኣብቲ ናይ ዳግመ ህንጸት መስርሕ እንከለኻ፣ ናይቲ ክትኮኖ ትደሊ ዓይነት ሰብ መግለጺ ጸሓፍ። እቶም ክትሰግሮም ዘለካ ነገራት እንታይ እዮም? ኣብ ባህርያትካ፣ ልምድታትካ፣ ዝዕንቁጽኻ ዘለዉ ክትልውጦም ዘለካ እንታይ እዮም? ናትካ ሓያላት ጎንታት እንታይ እዮም? ካልእ ክትፈልጦ ዘለካ እዞም ነገራት እዚኦም ክትገብር ምስልጣን ከድልየካ ከም ዝኽእል እዩ። ዝእመኑ መምሃራን፣ ኣሰልጠንቲ፣ መርኣያ ርኸብ። ዝሓልዩልካ ዓቢኻ ክሪኡኻ ዝደልዩ ሰባት። እቲ ዘድልየካ እምበር እቲ ክትሰምዖ ትደሊ ዘይኮነ ዝነግሩኻ ሰባት። ደቂ ሰባት ሙሉኣት ኣይኮናን ፊድባክ ተቐበል። ዝሓልዩልካ ሰባት ብዛዕባ እቲ ዘይምዕሩይ ኣካይዳኻ ክዛረቡኻ እንከለዉ ክትሰምዖ ዘይምቹእ ክኸውን ይኽእል እዩ። እቲ እንኮ ክትዓብየሉ ትኽእል መንገዲ ግን ንሱ እዩ። ንገዛእ ርእስኻ ምፍርራሕ ኣቋርጽ። ንኽንደይ ዝኣክል ግዜ ኢኻ ንገዛእ ርእስኻ ክተሳቒ? ብመንገዲ ሓሳባትካ። መብዛሕትኡ ግዜ ብዘይ ዝኾነ ይኹን ደጋዊ ጽልዋ፣ ናይዚ ኹሉ መበገሲ ሓንጎልካ እዩ። ሓንሳብ ሓንሳብ ብሕሉፋት ነገራት፣ ጸኒሕካ ድማ ብዘይ ፍሉጥ መጻኢ። ግዜ ኣብ ዝረኸብካሉ ሓደ ናይ ፍርሕታትካ ሊስት እንተጽሒፍካ፣ ድሒርካ ንገዛእ ርእስኻ ነዞም ፍርሕታት ናብ ኣወንታውያን ነብሰ ዝርርብ ክትቅይር ዕድል ሃባ። ናብ ገለ ኣወንታ ቀይሮም። ኩሉ ግዜ ንስኻ መራሒ ምዃንካ ዘክር። ሓንቲ ኣሉታዊ ሓሳብ ብዙሕ ተምጽኦ ሳዕቤን የብላን። ኣሉታዊ ሓሳብ ምስ ተደጋገመ እዩ እቲ ጸገም። ሓሳባት ልክዕ ከም ዝናብ እዩ። ሓንቲ ንጣብ ዝናብ ተምጽኦ ብዙሕ ለውጢ የለን። ብዙሕ ነጠብጣባት ተኣኪቡ ግን ፈለግ ውቅያኖስ የቕውም። ንሕና ብዘቐወምናዮም ኣሉታውያን ሓሳባት ወይ ኣብ ባሕሪ ሓሳባትና ንጥሕል ወይ ከኣ ኣብ ባሕሪ ህይወት ነንሳፍፍ። ኣባና እዩ ዝምርኮስ። ኣተሓሳስባና ክንቅይር ቅሩባት ምስ እንኸውን ናይ ህይወት ተመኩሮታትና እውን ክንቅይሮ ንኽእል ኢና። ማዕረ ክንደይ ዓቢ ዝኾነ ጎቦ ናይ ኣሉታዊ ኣተሓስባ ኣለካ ብዘየገድስ ካብኡ ዝዓቢ ኣወንታዊ ኣተሓስባ ክህልወካ ዝከኣል እዩ። ለውጢ ክትገብር ትኽእል ኢኻ ኩሉ ግዜ። እዞም ሓሳባት ናብ ኣወንታውያን ዝኾኑ ነብሰ ዝርርብ ቀይሮም። ንዓኻ ከገልግሉ ግደፎም። ዋጋ የብልናን ኢልና ኣብ ንሓስበሉ ንገለ ምኽንያት ንህላውነትና ኣብዛ ምድሪ ከም ሰብ ከም ዘለናዮ ኣብ ዘለናዮ ከነረጋግጽ ከም ዘለና ኢና ንኣምን። እዚ ዘስዓቦ ድማ ብዝተኻእለና መንገዲ ንምርግጋጽ ብዙሕ ጽቡቕ ነገር ክንገብር ንፍትን። ካብቶም ብተደጋጋሚ ንገብሮም ነገራት ንምጥቃስ፣ ልዕሊ ዓቐን ቃል ንኣቱ፣ ልዕሊ ዓቕምና ንህብ፣ ልዕሊ ዓቕምና ንገብር፣ ልዕሊ ዓቐን ይቕሬታ ንሓትት፣ ኣብ ሃሰይትና ዝኾኑ ኣጋጣሚታት ልዕሊ እቲ ዝግብኣና ነዊሕ ግዜ ንጸንሕ። ዋጋ እቲ ንስኻ ከም ሰብ መን ምዃንካ ኣብ ደጋዊ ዓለም ትጽበዮ መልሲ እዩ። ካብ ቫልዩ ዝተፈልየ እዩ። ናይ ገዛእ ርእስኻ ዋጋ ማለት ንገዛእ ርእስኻ ኣብ ገዛእ ነብስኻ ጨቢጥካ ከም ውጽኢቱ ትጽበዮ እዩ። ናብ ደጋዊ ዓለም ትወጽእ እንተደኣ ኣለኻ ንገዛእ ርእስኻ ኣብ ገዛእ ነብስኻ ከም ዋጋ ዘለዋ ዘይትሪኣ እንተ ደኣ ኾንካ፣ እቲ ደጋዊ ዓለም እውን ንዓኻ ኩሉ ግዜ ሃሳዩ እዩ ዝኸውን።
ኣነ ካብ መዓልቲ ናብ መዓልቲ እንዳተመሓየሽኩ ይኸይድ ኣለኹ። ምዕባለ ኩሉ ነገር እዩ። ጽባሕ ትስ ኢልካ ሃንደበት ፐርፌክት ትኸውን ማለት ኣይኮነን። ጽባሕ ትስ ኢልካ ግን ካብ ትማሊ ክትመሓየሽ ትኽእል ኢኻ። ካብ መዓልቲ ናብ መዓልቲ እንዳሓየልካ፣ እንዳበላሕካ፣ እንዳለበምካ፣ እንዳኸኣልካ ኢኻ ትኸይድ ዘለኻ። ከምዚ በል፣ ኣነ መዓልታዊ እንዳተመሓየሽኩ እየ ዝኸይድ ዘለኹ። ዕቤትካ ክትርእዮ እንከለኻ፣ ማለት ማዕረ ክንደይ ከም ዝተጓዓዝካ፣ ማዕረ ክንደይ ሓያል ምዃንካ ክትርዳእ ኢኻ። ዕቤት ኩሉ ግዜ ይፍለጠካ ማለት ኣይኮነን፣ ግን ይፍጸም እዩ ዘሎ። ኩሉ ዘጋጥመካ ብድሆታት ናብ ብሉጽነት እዩ ዝመርሓካ ዘሎ። ኩሎም ትገብሮም ጌጋታት ገለ ሓድሽ ነገር እዮም ዝምህሩኻ ዘለዉ። ከምዚ ዓይነት ኣተሓሳስባ ከተማዕብል እንተጀሚርካ፣ ፐርፌክት ስለ ዘይኮንካ ኣብ ገዛእ ርእስኻ ትገብሮ ጸቕጢ ኢኻ ተቋርጽ። ንንኣሽቱ ዓወታት ክትጽምብል ትጅምር። ኩለን ትነብረን መዓልታት ናይ ዕቤት ዕድል እየን። ምናልባት ኣብዚ ግዜ እዚ ኣብቲ ክትህልዎ ትደሊ ዘይክትህሉ ትኽእል ኢኻ፣ ግን ናብቲ መኣዝን ገጽካ ትጓዓዝ ኣለኻ። ንሱ እዩ እቲ ኣገዳሲ ነገር። ኩሎም ንቕድሚት ገጽካ ትወስዶም ስጉምታት፣ ምዕባዮም ብዘየገድስ፣ ስጉምትታት እዮም። ነቲ ጉዕዞ ኪድ ዶ ኩሉ ትመሃሮ ኩሎም ትሰግሮም መሰናኽላት ናብቲ ክትኮኖ ዘለካ ዝበለጸ ሰብ የቑምኻ ከም ዘለዉ ምፍላጥ የድልየካ።